ሰላም ክቡራት ተኸታተልቲ፣ ንሎሚ ብደራሲ ዶን ሚጊዮል ሮይ ዝተጻሕፈት ዘ ፎር ኣግሪመንትስ ማለት እቶም ኣርባዕተ ስምምዓት እትብል መጽሓፍ ኣስታት ሸሞንተ ሚልዮን ቅዳሕ ዝተሸጠትን ብኣርባዓን ሓሙሽተን ቋንቋታት ዝተተርጎመትን ሒዘልኩም ቀሪበ ኣለኹ ምክታልኩም ይዕድም። ደራሲ ነዞም ኣርባዕተ ስምምዓት እንተ ደኣ ኣብ ህይወትና ኣተኣታቲናዮም ማለት ኣብ ዕለታዊ ህይወትና ክንጥቀመሎም ምስ ነብስና እንተ ደኣ ተሰማሚዕና ውልቃዊ ናጽነትና ክንጋናጽፍ ኣይክጽግመናን እዩ ይብል። እስከ በሉ ነዞም ፎር ኣግሪመንትስ ማለት ኣርባዕተ ስምምዓት ብሕፅር ዝበለ ሓደ ብሓደ ንረኣዮም። ዘ ፈርስት ኣግሪመንት ኢዝ ቢ ኢምፐካብል ዊዝ ዩር ወርድስ ማለት እንዛረቦም ቃላት ክንጥንቀቆሎም ኣለና። ክንዛረብ እንከለና እንታይ ንዛረብ ኣለና ብምስትውዓል ብቕንዕና ጽቡቕ ክንዛረብ ኣለና። ምክንያቱ ቃላትና ንህይወት ሓደ ሰብ ንኸሃንጹን ንኸዕንውን ሓይሊ ስለ ዘለዎም። እስከ ነዛ ትስዕብ ዛንታ ንወከሳ። ሓንቲ ኣዝያን ለዋህን በላሕን ሰበይቲ ነበረት። ሓንቲ ፍትዋ ንእሽቶ ጓል ከኣ ነበረታ። ካብ ዕለታት ሓደ መዓልቲ፣ ስራሕ ውዒላ ገዛ ኣብ ዝመጸትሉ፣ ርእሳ ኼሕማ ጀመረ። ምኽንያቱ ሽዑ መዓልቲ ኣብ ስርሓ ምስ መሳርሕታ ስለ ዝተባእሰት፣ ጽቡቕ መዓልታ ኣይወዓለትን። ገዛ ምስ መጸት፣ ብሰላም ከተዕርፍ ጥራይ'ዩ ነይሩ ድልየታ። እንተዀነ ግን፣ ሽዑ መዓልቲ፣ ጓላ ብታሕጓስ እንዳዘለለት ብዓውታ ትደርፍ ነበረት። እዚ ኵነታት ንሕማም ርእሲ ናይ ኣዲኣ መመሊሱ ኣጓበዶ። በዚ ዝተናደደት ኣደ ንጓላ፣ ስቕ እስከ በሊ! ኣይትድረፊ! ድምጽኺ ኣዝዩ ሕማቕ እዩ በለታ። ድምጺ እታ ህጻን ጥዑም እዩ ነይሩ፣ እንተኾነ ግን እታ ኣደ ኣብቲ እዋን እቲ ትጭነቕ ስለ ዝነበረት ዝኾነ ድምጺ ክትሰምዕ ትደሊ ኣይነበረትን። ግና እታ ህጻን ዘረባ ኣዲኣ ኣሚና ምድራፍ ኣቋረጸቶ። ድሕሪ ሕጂ ደርፊ ዝበሃል ከይትደርፍ ከኣ ምስ ነብሳ ተሰማምዕ። ብድሕሪ እዚ ደርፊ ዝበሃል ደሪፋ ኣይትፈልጥን፣ ምኽንያቱ ኣዲኣ ድምጽኺ ሕማቕ እዩ ስለ ዝበለታ ሕማቕን ንሰባት ዝርብሽን ድምጺ ከም ዘለዋ ኣመነት። ሓንቲ ሓፋር ህጻን ከኣ ኮነት። ኣብ ትምህርቲ ድረፊ እንተተባሂላ ምድራፍ ትዓቢ ነበረት። ብሰንኪ ኣዲኣ ሓሪቓ ዝተዛረበቶ ዘረባ ህይወት እዛ ህጻን ምሉእ ብምሉእ ተቐየረ። ኩሉ ግዜ እንዛረቦም ቃላት ኣብ ካልኦት ሰባት ዓቢ ጽልዋ እዩ ዘለዎም። ስለ ዝኾነ ከኣ ክንዛረብ ከለና ኣስተውዒልና ብልቦና ንዛረብ። The second agreement is never take anything personally ማለት ሰባት ብዛዕባኻ ዝዛረብዎ ዘረባ ወይ ኣብ ልዕሊኻ ዘውርድዎ በደል ኣብ ልብኻ ኣይተንብሮ። ብዝተኻእለ መጠን ሸለል በሎ። ምክንያቱ እዞም ሰባት እንታይነቶም እዮም ዘርእኻ ዘለዉ ንስኻ ከምኡ ስለ ዝኾንካ ዘይኮንካስ ንሳቶም ከምኡ ዓይነት ኣረኣእያ ሂወት ስለ ዘለዎም እዩ ንኣብነት ሓደ ኣብ ቁፅሪ ሕማቕ ተምሃራይ ብዛዕባ ቁፅሪ እንተሓቲትካዮ ቁፅሪ ከባድ እያ እዩ ክብለካ እንተ ደኣ ንሓደ ኣብ ቁፅሪ ንፉዕ ተምሃራይ ሓቲትካዮ ግን ቁፅሪ ደኣ ኣዝያ ቀላል እንድያ እዩ ክብለካ ካብዚ ክንምሃሮ ንኽእል እንተ ደኣ ሃልዩ እዞም ተምሃሮ ኣብ ሓንቲ ዓይነት ትምህርቲ ቁፅሪ በበይኑ ዓይነት ኣረኣእያ ከም ዘለዎም እዩ። ስለዚ ሰባት ብዛዕባኻ ዝዛረብዎ ዘረባ ኣብ ልብኻ ኣይተንብሮ። The third agreement is don't make assumptions. Assumptions ማለት ንሓደ ነገር ብግምት ከይረጋገጽና ብይኸውን ከም ርዱእ ክንወስዶ እንከለና እዩ። ንኣብነት ሓደ ሰብ ርኢ ኣቢልካ እንተሲሕቑ ብዛዕባ ገዛእ ርእስኻ ሕማቕ ትሓስብ ትኽእል ኢኻ። እዚ ሰብ ርኢ ንስሕቕ ዘሎስ ምናልባሽ ጽቡቕ የለኹም ማለት እዩ ክትብል ትኽእል ኢኻ። ኣብዚ ግን ክንፈልጦ ዘለና ካብ ብይኸውን እዚ ሰብ ስለምንታይ ብዛዕባና ሲሕቑ ክንሓቶ እዩ ዘለና። እንታይ ይፍለጥ ሓሲቡ ይስሕቕ እንተሃለወ መብዛሕትና ግን ከምኡ ኣይንገብርን ኢና ስለዚ ኩሉ ግዜ ንሓደ ነገር ካብዱ ይኸውን እቲ ነገር ብርግጽ እንታይ እዩ ክንፈልጥ ኣለና ከምዚ እንተ ደኣ ጌርና ሓቅነት ናይቲ ነገር ግድን እዩ ዝንጽረልና The fourth agreement is always do your best እዚ ማለት ከኣ ኩሉ ግዜ ኣብ ዝኾነ እንሰርሖ ስራሕ ምሉእ ብምሉእ በቲ ዘለና ብቕዓት ክንሰርሕ እዩ ዘለና ንዝኾነ እንሰርሖ ስራሕ ኩሉ ግዜ እቲ ዝከኣለና ክንገብር ኣለና ኩሉ ግዜ ግን እቲ ዝከኣለና ኣይንገብርን ኢና ሓደ ሓደ ግዜ ክንደክም ግዜ ክሓጽረና ከምኡ ውን ክንሓምም ንክእል ኣብዚ ግን ሓደ ክንርስዖ ዘይብልና ዋላ ኣብ ከምዚ ኩነት ብዓቅምና እቲ ክንገብሮ ንክእል ክንገብር ኣለና ዝኸበርኩም ተኸታተልቲ ኣብዛ ቻናል ሓደስቲ እንተ ኮንኩም እሞ ከዓ እዛ ቪድዮ መሃሪት ኮይና እንተ ረኺብኩማ ሳብስክራይብ ምግባር ኣይትሕመቑ ስለቲ ምክታልኩም ብልቢ እናመስገንኩ ኣብ ቀጻሊ ብካልእ ትሕሶ ክሳብ ንራኸብ ሰላም ጽንሑ